እታ ጉዳይ ናይ መስርሕ ናይ ሃገር ከይትፈርስ እሞ ብጽልመት ይረኣ ስለ ዝነበረ ገለ ክንግበር ኣላና ኢሎም ምሂዞም ንባጽዕ ወሪዶም እንዳ ኬክያ ተመሲሖም ናይ እስላም ስጋ ኣብቲ ጓንቲ ናይ እስላም ናይ ክስታን ብርቱዕ ዝነበረሉ እዩ እንዳ ኬክያ ስጋ ናይ እስላም ተመሲሖም ኩሎም እስላሞም ክስታኖም ኣብ ቁርኣን ከዓ ምሒሎም እስላሞም ክስታኖም ዳሕራይ ናብ ውድብ ኣብርሃ ተሰማ ከይዱ ኣብኡ ውን ናይ ክርስትያን ስድራ ተሓኒና ኣስላሞም ክስታኖም ከኣ ብሓንሳእ በሊዖማ። እዚ ኩሉ ሕድገታት ዝገብርዎ ዘለዉ ነቲ መስርዕ ናይ ወጠን ዝኸፈሉ ከፊሎም ወላ ውን ሃይማኖቶም ዘየፍቅዶ ነገር ክገብሩ ድሕያ ንክኣትዉ ተሰማሚዖም እቲ መሽሩዕ ናይ ሃገር ከኣ ብኸምዚ መንገዲ እናዓበየ እናዓበየ ስጋብ ሰውራ ኤርትራ ኣትይዎ ናጻ ተበጺሕና ማለት እዩ። ብኸምዚ ማሕላ ፍልልያቶም ዓጽዮም በቲ ናይ ጥልመት ዝነበረ እዩ። ሎሚ ከይ ንሕና ድሕሪ ሰብዓ ዓመት ብዛ ነጽልዮ ዘለኹ ከምኡ ዘሎና ከም ዝስምዓኒ ኩነታት ናይ ኤርትራውያን ሓድነትና ሓሓደጋ ከም ዘሎ ንርእዮ ኣለና። ሃገርና ኣብ ሓደጋ ከም ዘላ ንሪኣ ኣለና ብኸመይ ድኣ እዩ ክፍታሕ እቲ ሓድነት ፈኺሱን ላሕሊሑን ከም ዘሎ ኩልና ሪኢናዮ ኣለና ሓድነት ህዝቢ ኤርትራ ስለምንታይ ተበላሽዩ ኣብ ሓድነት ንኽንበጽሕ ሓድነትና ዘበላሸዉ ኩነታት ድኣ ክንፈልጥ ኣለና። ስርዓት ህግደፍ እዩ ንብል ልክዕ ንሕና ከም ህዝቢ ኸ ክጋጎን ከሎ ስርዓት ህግደፍ እንታይ ገይሩና ነፍሲ ወከፍ ነፍሱ ክሓታ ኣሎ ማለት እዩ ሃገር ኣትዮም ናይ ውድባት ሓሸውየ ኣይክፍቀድን እዩ ክብል ከሎ ስርዓት ህግደፍ እቲ ሙልቲ ፓርቲ ሲስተም ኣይክህሉን እዩ፣ ናይ ነጻ ውድብካ ምምስራት ኣይክትከድን እየ ክብል ከሎ እንታይ ገይርና ንሕትተሉ ኢና ነይርና ማለት እዩ። ቋንቋ ዓረብ ዕላዊ ክኸውን ዝግብኦ ትግርኛ ጥራይ ኢሉ ወይ ከዓ ሽረ ኢሉ ክሓልፎ እንከሎ እንታይ ገይርና? ንሕና ንሕትተሉ ማለት እዩ መሬት ናይ ሃገር እዩ ኢሉ ምስ ኣወጀ መሬት ክዝመት እንከሎ ንድላዩ ክሸይጥ እንከሎ ኣብ ከበሳ ይኹን መታሕት እንታይ ጌርና ብዙሕ ኣርእስቲ ኣሎ ሓድነትና ዝበታትን በዚ ስርዓት ዝመፀ ገሌና ኣፅቂጥና ገሌና ከዓ ኣጣቂዕና እዚ ስርዓት እዚ ከኣ ዝጠቃዕ ዝጣቃዓሉ ኣይገድፍ እዚ ትም ዝበለ ኣይገድፍ ንኹላ ዘጣቃዕትን ዘይጣቃዕትን ከኣ ኣርኪቡላ። ጉዳይ ስደተኛ ኤርትራዊ ቀዳማይ ኣርእስቲ ክኸውን ዝግብኦ ድሕሪ ናጽነት ብስሳን ሸውዓተን እተሰዱ ኤርትራውያን ቃልሲ ብዝባኖም እተሰክሙ ኤርትራውያን፣ ካብ ስደቶም ክምለሱ ቀዳማይ ኣጀንዳ ክኸውን ዝግብኦ ነበረ እዩ። ስርዓት ኢሳያስ ኣይተገደሰሉን፣ ንሕና እውን ኤርትራውያን ኣጽቂጥና። ስለዚ እዚ ኩሉ ምረት ዝሐለፍናዮ ብናይ ኢሳያስ ጥራይ ዝመጸ ውሳነ ከይኮነ ንሕና እውን ከም ኤርትራውያን ንስከሞ ሐላፍነት ኣለና። ብሄራት ብድላዩ ኣስማት ክጽውዕ እንከሎ፣ ጅብርት'ዚ ባህሊ'ዚ የለን ክብል እንከሎ እንታይ መሊስናሉ ህዝቢ ንሕትተሉ ማለት እዩ። መሬት ናይ ደቂ ዓፈር ይኹን፣ መሬት ናይ ደቂ ባርካ ይኹን፣ መሬት ናይ ኩናማ ይኹን፣ መሬት ናይ ደቂ ከበሳ ይኹን ክምሉላዩ ክዕንድረሉን ክሸጠሉን ከሎ እንታይ መሊስናሉ? ናይ ባርካ መሬት ክውስድ ከሎ ዓገብ ትዝልም ነርና ደቂ ዓፈር ክጨኮኑ ከሎ ዓፈር ዓገብ ዝብል እንተንኸውን ነርና እዛ ንሪኣ ዘለና ንብሎ ኤርትራ ከምዚ ዝኸውን ደላ ሕጂ ኣይምኾነት ስለዚ ሕጂ እውን ሓድነት ናይ ህዝቢ ኤርትራ ኣገዳሲ እዩ እዛ ሃገር እዚኣ ክትድሕን ድሕን ኮይና እዚ ንብርና ዘይምርዳእን ጥልመትን ኣብ ቦትኡ ክንምልስ ክንክእል ኣለና። ነፍሲ ወከፍ ኤርትራዊ መሰሉ ክሕሎ ክከኣል ኣለዎ። እተን ዘሳሕባ ኣርእስቲ ፍሉጣት እየን። ብንጹር ዝኾነ ኤርትራዊ ዓው ኢሉ ክብለን እንተኽኢሉ ሓድነትና ክመጽእ ይኽእል'ዩ፣ ሃገርና'ውን ከነድሕን ክንክእል ኢና። እዚ ዓበይቲ ርእሲ ገዲፍና ሓድነት ኢልና ተጨራሕና ኣብ ንበጽሖ የብልናን። እዚ ከዛኽር እደልየ ውድባት ንስራሕ ኣለና ብዓቕምና ፍልያትና ንሕና ከም ሰልፊ ናህዳ ምስ ዝኾነ ውድብ ኤርትራዊ ውድብ ጸረ እዚ ስርዓት ክሰርሕ እየ ዝበለ ንሱ ክንሰርሕ ቅሩባት ኢና። እዘን ዝበልኩወን ነጥብታት ግን ነፍሲ ወከፍ ውድብ ክትዓግበለን ክትኣምነለን ኣለዋ። ስርዓት ምልጋስ ጥራይ ንሕና እሳ ጥራይ ኮይና ኣርእስትና። እዚ ኩሉ ዓበይቲ ነጥብታት እዚ ነብሰ ወከፍ ውድብ ክትኣምነሉ ክትክእል ኣለዋ። ሕጂ ሙሽ ድሕሪ ኢሳያስ ምኻድ። ክንደይ ግዜ ተጠሊብና ኢና ሕጂ ካልሻይ ሳልሳይ ግዜ ክንጥለም ኣይንደልን። ንጹራት ኢና። ዕላዊ ቋንቋ ዓረብኛ ትግርኛ ክትብል ኣለዋ እታ ምሳይ ትሰርሕ ውድብ። መሬት ናይ ህዝቢ'ዩ ክትብል ኣለዋ እታ ምሳይ ትሰርሕ ውድብ። ወዲ ዓፈር ተተመፀዐ ናይ ወዲ ዓፈር ሕቶ ጥራይ ኣይኮነን ናይ ኩሉ ኤርትራዊ ሕቶ ምዃኑ ክፈልጥ ኣለዎ ወዲ ባርካ ተተወፀዐ ሕቶ ወዲ ባርካ ጥራይ ኣይኮነን ሃገራዊ ሕቶ እዩ ብዙሓት ኣብ ሰውራ ዝፀንሑ ኣሕዋትና ወዲ ዓፈር ተተላዕለ ወዲ ኩናማ ተተላዕለ ወዲ መታሕ ተተላዕለ ወዲ ጀብር ተተላዕለ ከላ እዚኦም ትሕቲ ሃገራውነት ጌጋ እዩ ጉዳይ መታሕት ጉዳይ ሃገር እዩ። ጉዳይ ጀበትሪ ጀበርቲ ጉዳይ ሃገር እዩ። ጉዳይ ዓፈር ጉዳይ ሃገር እዩ። ጉዳይ ብሌን ጉዳይ ሃገር እዩ። ጉዳይ ኣስላማይ ጉዳይ ሃገር እዩ። ጉዳይ ክስታናይ ጉዳይ ሃገር እዩ። ካበይ ዝመፀ ትምህርቱ ኣይንፈልጦን እዚ ዝበሃል ሓለፊ ግዜ ማለት እዩ።